በስመኣብ ወወልድ ወንፈስ ቅዱስ ኣሃዱ ኣምላክ ኣሜን ናይ እግዚኣብሔር ኣምላክና ምሕረት ናይ ቅድስት ድንግል ማርያም ኣማላድነት ናይ ቅዱሳን መላእክት ተረዳእነት ናይ ኩሎም ቅዱሳን ጸጋን በረከትን ረድኤትን ምስ ኩላትና ይኹን እግዚኣብሔር ኣምላክና ክሳብ እዚ ዕለዚ ስለ ዝሓለወና ዕድመ ንንስሓ ስለ ዝሃበና ንዓና ነዞም ሓጥኣን ምጻድቃን ጸሓይ እንዳብረቀ ዝናብ እንዳዝነበ ስለ ዝጓሰየና ስሙ ንዘላኣለም ኣለም ዝከበረን ዝተመስገነን ይኩን ራይ እምበኣር ሎሚ ውን ከም ፍቃድ እግዚኣብሔር ኣምላክ ብዛዕባ ሓደ ኣርእስቲ ክንዛራረብ ኢና ወይ ድማ ሓደ ኣርእስቲ ሒዘ መጽየ ኣለኩ ንሱ ከኣ መቸም ሰባት ኣብ ምድሪ ንነብር ክሳዕ ዝሃለና ምድራውን ሰማያውን ሓሳብ እዩ ዘለና። ምድራዊ ሓሳብ ማለት ምድራዊ መነባብሮና ንነብረሉ፣ ንሰርሓሉ፣ ዝተወለድናሉ ርስቲ ቦታትና ብዛዕባ ስጋዊ ናብራና ብሓፈሻ ክንዛረብን ክንሰርሕን ክንጽዕርን በቲ ሓደ ወገን ከኣ ብዛዕባ እታ ዘለኣለማዊት ዝኾነት ቤትና መንግስቲ ኣምላኽ ክንሓስብ ንዓኣ እውን ክንደክም ይግብኣና እዩ። ስለዚ ንሕና ከም ክርስትያን ወይ ድማ ሰብ ኣፈጣጥርኡ እውን ካብ መጀመርታ እንተ ርኢና ንግዚኡ ንምድሪ ክዓያ በረኸታ ፍሬኣ ድማ ክበልዕ ኣብ መወዳእታ ከኣ ናብታ ዘይትሓልፍ ዘልኣለማዊት መንግስቲ ሰማያዊት ኢየሩሳሌም ንኽሰግር ወይ ድማ ኣብኣ ንዘልኣለም ኣለም ከም መላእክት ብሓጎስ ብደስታ ንኽነብር እዩ። እዚ ክሳዕ ዝኾነ ምድራውያን ክሳዕ ዝኾንና ብዛዕባ እቲ ምድራዊ ህይወትና ወይ ድማ ምድራዊ ርስትና ንዛረብ፣ ብዛዕባ እታ ምድራዊት ዝኾነት ሰብነትና ከኣ ካብ ሓጢኣት ወጻኢ ሓጢኣት ብዘይኮነ መንገዲ ብዛዕባ ስጋዊነትና ብዛዕባ እታ እቲ ምሽምሽ ስጋና ከኣ ክንዛረብ ክንጽዕድ ክንደክም እዚ ከኣ ባህርያዊ እዩ ስለዚ ሎሚ ብዛዕባ ናይ ሃገርና ወይ ድማ ብዛዕባ ናይ ዓድና ናይ ኣቦታትና ርስቲ ብዛዕባ ናይ ኤርትራ ኢና ክንዛራረብ ንሱ ከኣ እንታይ እዩ ኣብ ዝሓለፈ ዝተወሰነ መዓልታት ናይ ኢትዮጵያ ቀዳማይ ሚኒስተር ኣብይ ኣሕመድ ዓሊ ዝተዛረቦ ሓደ ነገር ነይሩ ንሱ ብዛዕባ ቀይ ባሕሪ ዝምልከት እዩ ኣብይ ኣቐዲሙ ናይ ኢትዮጵያ ቀዳማይ ሚኒስተር ኣብይ ኣሕመድ ዓሊ ካብ ሎሚ ክመውት ዝደሊ ሰብ እንተ ኣሎ ኮይኑ ንቀይህ ባሕሪ ይሙት ኢሉ ተዛሪቡ ነይሩ። ኣብ ዝተፈላለየ ኣጋጣሚ ብዛዕባ ቀይሕ ባሕሪ ይዛረብ እዩ። እቲ ዝገርም ነገር ናይዚ ቀዳማይ ሚኒስተር እዚ እዚ ናይ ኢትዮጵያ ቀዳማይ ሚኒስተር ኣብይ ኣሕመድ ዓሊ ካብተን ካልኦት ቀዳማይ ሚኒስተራት ዝነበሩ ኣነ ከም ሰብ ዝርድኣኒ ግልፂ ገይሩ ብዛዕባ ኤርትራ ዝዛረብ ዘርከብናሉ ዝተረዳእና እውን ምናልባት ዝሓለፈና ክህሉ ይኽእል ኣነ ብውልቀይ ዝሓለፈኒ ክህሉ ይኽእል እዩ ግን ግልፂ ገይሩ ብዛዕባ ናይ ኤርትራ ብዛዕባ ናይ ቀይ ባሕሪ ናይ ልቡ ድልየቱ ሓሳቡ ዝዛረብ ካብ ናይ ኢትዮጵያ መራሕቲ ሰበስልጣናት ወይ ድማ ቀዳማይ ሚኒስትር ንመጀመርታ ግዜ ብዝበሃል መጠን ወይ ድማ ብምልኣት ብዝበሃል እዚ ናይ ሕጂ ቀዳማይ ሚኒስተር ኮይኑ ዘሎ ኣብይ ኣሕመድ ዓሊ እዩ። ስለዚ ኣብ ብዙሕ ኣጋጣሚ ብዛዕባ ናይ ኤርትራ ነገር እቲ ዝሓለፈ ኩናት ዋጋ ከም ዘይነበሮ ብዙሓት ትዝክሩ ኢኹም። ኣስመራ በጺሑ ምስ ከደ ኣስመራ በጺሑ ናብ ኢትዮጵያ ምስ ተመልሰ መልሰ ዝሓለፈ ኩናት ናይ ሰላሳ ዓመት ምንም ዋጋ ከም ዘይነበሮ ትርጉም ከም ዘይነበሮ ድኻም ምዃኑ ውጽኢት ከም ዘይ ውጽኢቱ ምንም ትርጉም ዝህብ ከም ዘይኮነ ኣብ ኣዲስ ኣበባ ኮይኑ ተዛሪቡ ነይሩ። ምናልባት ህዝቢ ኤርትራ እኮ ዝተሰወአ፣ ዝሰንከለ፣ ዝደኸመ፣ ዝጸዓረ ኩሉ ሃብትን ንብረቱን ህይወቱን ዝኸፈለ ኣብቲ ዝሓለፈ 30 ዓመት ንናጽነት ስለይተቓለሰ፣ ናጽነት ስለዘይደለየ፣ ንናጽነት ስለዘይጸዓረን ዘይበሃገን ወይ ድማ ንናጽነት ስለዘየድመጸ ዘይኮነስ፣ እቲ ኣብ መሪሕነት ዝመጸ፣ እቲ ኣብ ስልጣን ዝመጸ ኣካል ህዝባዊ ስለዘይኮነ፣ ስለ ህዝቢ ስለዘይቆመ፣ ስለ ሃገርን ደቂ ሃገርን ዝቑርቆር ወይ ድማ ዝሓምም፣ ዝሓሊ ወይ ድማ ብሕግን ስርዓትን ስለታ ዝደኸመላን ስለታ ዝጻዕረላን ደቁ ዝኸፈለላን ሃገር ስለቲ ህዝቢ ዝሓስብ ኣካል ኮይኑ ስለይተረኽበ ደኣ እምበር ናጽነት ስለዘይ ንናጽነት ስለዘይጸዓረ ስለዘይደኸመ መስዋእቲ ስለዘይከፈለ ስለዘይሰንከለ ሃብትን ንብረቱን ስለዘየጥፈኣ ኣይኮነን ምናልባት ንሱ ግን እቲ ዘረብኡ ጉሁድ እዩ ወይ ድማ ግልጺ እዩ ፖለቲካውን ኣይኮነን በቃ ቃል ብቃል እዩ ዝዛረብ ሓደ ግዜ እውን ህይወቱ ክኸፍል ዝደሊ ሰብ እንተ ኣሎ ኮይኑ ካብ ሎሚ ንደሓር ንቀይሕ ባሕሪ ይሙት ክብልካ ተዛሪቡ ነይሩ እዚ ኣነ ካብ ዝገርመኒ ናይዚ ናይ ኢትዮጵያ ቀዳማይ ሚኒስተር ዝዛረቦ ብዙሕ እንድዩ ብዛዕባ እቲ ናይ ኤርትራን ናይ ቀይሕ ባሕሪን ኣመልኪቱ ዝዛረቦ ግን ግልፂ እዩ በቃ ንማንም ሓደ ናይ ፖለቲካ ምሁር ወይ ድማ ናይ ፖለቲካ ሳይንስ ዝተጠናነገ ምስጢር ዘለዎ፣ ኣንድምታ ዘድልዮ፣ ከምዚ ማለት እዩ፣ ከምዚ ማለት እዩ ኢሉ ሓደ ኤክስፐርት ወይ ድማ ተመክሮ ዘለዎ ሰብ፣ ናይ ዲፕሎማሲ ክኸውን ይኽእል እዩ፣ ናይ ፖለቲካ ክኸውን ይኽእል እዩ፣ ተመክሮ ዘለዎ ሰብ ንኽትንትኖ ጥራሕ ዝተርፍ ኣይኮነን። ስለዚ እቶም ተራ ሰባት ከምዚ ከማይ ብቐረባ ክርድኣና ዝኽእል ቋንቋ እዩ ዝዛረብ ማለት እዩ። ስለዚ ክመውት ዝደሊ ካብ ሕጂ ንቀይሕ ባሕሪ ይሙት ሕጂ ውን ሕልፍ ሓሊፉ ኣብ ዝሓለፈ መዓልታት ኣብ ቅድሚ ተወከልቲ ህዝቢ ናይ ኢትዮጵያ ፓርላማ ንበሎ ኣብኡ ቀሪቡ ዝተዛረቦ ብዛዕባ ናይ ቀይሕ ባሕሪ እዩ ሓደ ካብኡ እቲ ዘስደምም ነገር ኢትዮጵያ ብታሪኽ ኢሉ ብግዜ ኣሉላ ኣባ ነጋ ብግዜ ምነሊክ ብግዜ ሃይለ ስላሰ ናይ ባሕሪ ወናኒት ነይራ ወይ ድማ ዋና ናይ ባሕሪ ነይራ ክብል ይዛረብ። ኢትዮጵያ ትበሃል መኣስ እያ ተፈጢራ፣ እቲ ዘመነ መሳፍንቲ መኣስ ኢብቂዑ፣ ንሓድሕዶም በብጉጅለ ኮይኖም ወይ ድማ በብከባቢ ኮይኖም ምውጋእ መኣስ እዮም ፈፂሞም ወዲኦም ኣብ ሓደ ምሕደራ ኣብ ሓደ ስርዓተ መንግስቲ መፂኦም ኢትዮጵያውያን? እዙይ ንዕኦም እዩ ዝምልከት ብዝያዳ። ግና ኢትዮጵያ ኣብ ዝተፈላለየ እዋን ነናታ ምሕደራ ነናታ ጉጅለ ሒዛ ትኸይድ ዝነበረት እምበር ከምቲ ብዙሓት ኢትዮጵያውያን ዝብልዎ ሓሙሽተ ሽሕ ዶ ሰለስተ ሽሕ ዶ ኣርባዕተ ሽሕ ዶ ዝብልዎ ታሪኽ ተሰሚዑ ኣይፈልጥን የለን እውን። ምክንያቱ ባዕሎም ዝኣምንሉ መጻሕፍቶም ዝጸሓፎ ውን እንተ ርኢና በብከባቢኡ ናይ ባዕሎም ዝኾኑ ነገስታት ናይ ባዕሎም ዝኾኑ መሳፍንቲ ከም ዝነበርዎም ንሓድሕዶም እንዳተዋግኡን እንዳተቐታተሉን እንዳተዓማመጹን እቲ ዝሓየለ ነቲ ዝደኸመ ግብሪ እንዳኽፈለን ይመጽእ ከም ዝነበረ ብዓብዩ ኣብቲ ናይ ኢትዮጵያውያን መጻሕፍቲ ተጻሒፉ ኣሎ ፋርዘር ንውሕ ዝበለ ክንከይድ ተደሊና ውን ታሪኽ ገንጺልና ክንፈልጦ ንኽእል ኢና። ስለዚ ብዘየገድስ ኢትዮጵያ ከም ኢትዮጵያ መኣስ ቆይማ ጉዳይና እውን ኣይኮነን በዚ ኣርእስቲ እዚ ክንዛረበሉ። ብሓፈሻ ግን ኣብ ግዜ ምኒልክ ኢትዮጵያ ቀይሕ ባሕሪ ከም ዝነበራ፣ ግዜ ኣሉላ ኣባ ነጋ ቀይሕ ባሕሪ ከም ዝነበራ፣ ኣብ ግዜ ሃይለስላሴ ቀይሕ ባሕሪ ከም ዝነበራ ይዛረብ። ሕጂ ካብ ኣሉላ ኣባ ነጋ ጀሚርና ብድሕርኡ ዘሎ ናይ ምኒልክ ንበሎ ብድሕርኡ ዘሎ ናይ ሃይለስላሴ ንበሎ ብሃይለስላሰ ጥራሕ እንተ ሒዝናዮ ግን እቲ ታሪኽ ንሱ ይጠቕመኒ ኢሉ ዘምፅኦ ካብቲ ብዙሕ ኣርእስታት ማለት እዩ ብዙሕ ኣርእስቲ ምፅኡ ነይሩ ነቲ ቀይሕ ባሕሪ ወናታት ነርና ኢና ሕጂ እውን ብዛዕባ ቀይሕ ባሕሪ ንክንዛረብ ቀይሕ ባሕሪ ንክህልወና እዚ ድጋፍ ይኾነና እዩ ኢሉ ካብ ዘለዓሎ ኣርእስታት ሓደ እዩ ዝወስድ ዘለኹ ሕጂ ሃይለ ስላሴ እንተ ወሲድና እውን ምናልባት ብዛዕባ እቲ ኣብዪ ኣሕመድ ዓሊ ብዛዕባ ቀይሕ ባሕሪ ናይ ኤርትራ ኣይኮነን ንዝብሉ ሰባት ማለት እዩ ሃይለስላሴ ንኤርትራ እምበር ንጁቡቲ ወይ ንሶማልያ ወይ ንሱዳን ወይ ውን ንግብጺ ኣይኮነን ሒዙ ኔሩ ወይ ድማ ዝገዝእ ኔሩ። ስለዚ ሃይለስላሴ ፈደረሽን ኣፍሪሱ ኣብ ትሕቲ ጎበጣ ዘእተዋ ንኤርትራ እያ። ስለዚ ወይ ድማ ንሃገርና ንኤርትራ እዩ። ሕጂ እዚ ካብ ኮነ ብቐጥታ ቃል ብቓል ውን ቃል ብቓሉ ኣብይ ኣሕመድ ዓሊ ብዛዕባ ናይ ቀይሕ ባሕሪ ዋንነት ወይ ድማ ኣክሰስ ቱ ሲ ዝበሃል፣ ወይ ድማ ልዕሊ ሽሕ ኪሎሜተር ዘሎ ገምገም ባሕሪ እዩ። ሕጽር ብዝበለስ ብዛዕባ ናይ ኤርትራ ቀይሕ ባሕሪ ማለት እዩ። ልክዕ እዚ ሕጂ ናይ ኢትዮጵያ ቀዳማይ ሚኒስተር ዘሎ ኣብይ ኣሕመድ ዓሊ ናብ ቀዳማይ ሚኒስተርነት ምስ መጸ ብዙሓት ትዝክርዎ ትኾኑ ኢኹም ወይ ድማ ብዙሓት ንዝክሮ ኢና ሓንቲ ናብ ዕዳጋ ዝወረደት መጽሓፍ ነይራ ወይ ድማ ተሓቲማ ፓብሊሽ ኮይና ናብ ህዝቢ ዝተዘርግሐት መጽሓፍ ነይራ ንሳ ከኣ ናይ ዘውዴ ረዳ ወይ ድማ ዘውዲ ረዳ ዘውዴ ረዳ እያ መስለኒ እቲ ቃላት ከይጋገ የኤርትራ ጉዳይ እያ ትብል ሕጂ እንታይ ንምባል እዩ እዛ መፅሓፍ እዚኣ ኣብዪ ኣሕመድ ዓሊ ናብ ስልጣን ምስ መፀ እያ ተዘርጊሓ ወላ ኣብ ስሳታት ኣብ ሰብዓታት ትፀሓፍ ከምቲ ዝብልዎ ዝነበሩ ግን እታ መጽሓፍ ህያው ኮይና ናብ ህዝቢ ተዘርግሐት ኣብዚ ሕጂ ቀዳማይ ሚኒስተር ዘሎ ኣብይ ኣሕመድ ዓሊ ናብ ስልጣን ምስ መጸ እዩ ሕጂ ኣብዚ ከም ሰብ ክንግንዘቦ ዝግባእና ነገር ኣሎ ወላ እኳ ንፋዓት ፖለቲከኛታት ትንታነ ንህብ ዲፕሎማት ወላ እንተዘይኮንና ኤርትራውያን ከም ምዃንና እሞ ኤርትራውን ካብ ሽግር ናብ ሽግር ካብ ጸገም ናብ ጸገም ካብ መከራ ናብ መከራ እትነብር ዘላ ሃገርን ንነብር ዘለና ህዝብን ከም ምዃንና መጠን ብወገን ኤርትራ ዘሎ ሽግር መምህር ኣየድልየናን እዩ ብወገን ኢትዮጵያ ዝመጽእ ወይ ድማ ብመራሕቲ ኢትዮጵያ ወይ ድማ ብተራ ሰባት ናይ ኢትዮጵያ ድማ ብደረጃ መሪሕነት ዝዝረብ ዘረባ ብቐሊሉ ክርዳኣና ይኽእል እዩ ሕጂ እዚ ሰብኣይ እዚ ወይ ድማ እዚ ቀዳማይ ሚኒስተር እዚ ናብ ስልጣን ምስ መጸ የኤርትራ ጉዳይ ዝብል መጽሓፍ ኣብ ፓብሊክ ብዛዕባ እዚ መጽሓፍ እዚ ኣድቨርታይዝ ተገይርሉ ብዛዕባ እዚ መጽሓፍ እዚ ተዘሪብሉ ክዘርጋሕ ከሎ ብዛዕባ ኣብ ልዕሊ ኤርትራ ዘለዎ ወይ ድማ ኣብ ልዕሊ ናይ ኤርትራ ሜረት ኣብ ልዕሊ ኤርትራ ዘለዎ ክብሪ ወይ ድማ ዘይቅኑዕ ሓሳብ ወይ ድማ ጉጉይ ኣመለኻኽታ በዚ ብቐረባ ክንርዳእ ንኽእል ኢና ስለዚ ድምር እንተ ርእናዮ ኣብ ዝተፈላለየ እዋን ብፍላይ ናይዚ ሕጂ ቀዳሚ ሚኒስተር ዘሎ ኣብ ዝተፈላለየ እዋን ዝዛረቦ ዘረባታት ምናልባት ገለ ሰባት ንኢትዮጵያውያን ሓደ ንክገብር እዩ ንኣፉ እዩ ኢሳያስ ልኢኽዎ ከምኡ ዝብል ዘለዎ ምክንያቱ ኢሳያስ ህዝቢ ኤርትራ ይቃወሞ ስለ ዘሎ ካብኡ ይሃድም ስለ ዘሎ እቲ ህዝቢ ብሓሳብን ብግብርን ሪሒቁ ስለ ዘሎ ካብቲ ናይ ኤርትራ ስርዓት ስለዚ ብተዘዋዋሪ መገዲ እቲ ህዝቢ ናብ ሓደ መታን ክመጽእ እዩ ጠፋእና ኢትዮጵያውን መጽት ወረርትና ኢሉ ከይፈተወ ናብ ኢሳያስ መታን ክለግብ እዩ ስለዚ ብናይ ኢሳያስ ሓሳብ እዩ ከም ዝኸውን ዘሎ ዝብሉ ሰባት ብዙሓት ኣለዉ ቅድሚ እዚ ሕጂ ቅድሚ ሰሙን ዝተዛረቦ ዘረባ ኣብይ ኣብዚ ሕጂ ዝዛረቦ እዚ ናይ ኢትዮጵያ ቀዳይ ሚኒስተር ተራሪና ከኣ ምናልባት ሰባት ስለ ክልተ ነገር ከም ሓሳብ የልዕሉ ወይ ድማ ክልተ ነገራት ከም ሓሳብ ይለዓል ሓደ ካብ ናይ ክልል ትግራይ ኩና ጀሚርና ክሳብ ሕጂ እታ ሃገር ኣብ ሕንፍሽፍሻ ዘላ ናይ ትግራይ ክልተ ዓመት ብዙሕ ህዝቢ ቁፅሪ ዘይብሉ ህዝቢ ረጊፉ ብዙሕ ህዝቢ ተፈናቂሉ ብዙሕ ሽግር ተፈጢሩ ቀጺሉ ደድሕሪ ትግራይ ከኣ ሕጂ ኣብ ወግዕካ ኣብ ኣምሓራ ወይ ድማ ኣብ ክልል ኣምሓራ ከኣ ልክዕ ከምቲ ናይ ትግራይ ብርቱዕ ኩናት ወይ ድማ ህዝቢ ዝህልቕ ዘሎ ኩናት ይካየድ ኣሎ ስለዚ በቲ እውን በቲ ናይ ኦሮሞ ዝቃወሙ ኣካላት ከዓ ኣለዉ ስለዚ በቲ ኢሉ በቲ ኢሉ ብዙሓት ኣካላት ምስቲ መንግስቲ ብስፍሓት ይኹን ብዝዓበየ ይኹን ብዝነኣሰ ብገፊሕ ይኹን ብፀቢብ እቲ ህዝቢ ናብ ኩናት እዩ ዘሎ እቲ ሃገር ኣብ ሽግር እያ ዘላ ኣብ ነውጺ እያ ዘላ ስለዚ እቲ መሪሕነት ናይቲ ቀዳማይ ሚኒስተር ከኣ ኣብ ጸገም እዩ ዘሎ ስለዚ እዚ ቀዳማይ ሚኒስተር እዚ ናይ ውሽጣዊ ጉዳይ ወይ ድማ ቅልውላው ውሽጡ መታን ከርግእ መብዛሕትኡ ግዜ መራሕቲ ሃገራት ኣብ ውሽጦም እንተ ናይ ፖለቲካ ነውጺ ኣጋጢምዎም ሽግር እንተ ኣጋጢምዎም ብቐጥታ ኩናት እዮም ዝኣትዉ ምስ ጎረባብቲ ሃገራት ስለዚ ኩናት ክኸውን ከሎ እቲ ህዝቢ ከይፈተወ ናብ ሓድነት ስለ ዝመጽእ ነዚ ነገር እዚ ሓሲቡ እዩ ከምኡ ዝገብር ዘሎ ዝብሉ ገለ ወገናት ኣለዉ። እቲ ሓደ እቶም ሓደ ወገናት ከኣ እዚ ሰብ እዚ ብዛዕባኡ ጸጊምዎ ወይ ድማ ስለኡ ሓሲቡ ዘይኮነሲ ኣቐዲሙ እውን ክመውት ዝደሊ ንቀይሕ ባሕሪ ይሙት እንዳበለ ብዙሕ ግዜ ይዛረብ ስለ ዝነበረ ዝሓለፈ ዝተኻየደ ኩናት ምንም ፍረ ኣይተረኽበሉን ናይ ሰላሳ ዓመት ዝነበረ ቃልሲ ፍረ ዝብሃል ኣይተረኽበሉን፣ ዋላ ሓንቲ ትርጉም ኣይነበሮን ክሳዕ ምባል ዝበጽሐ ሰብ ስለ ዝኾነ፣ እዚ ናይ ልቡ'ዩ፣ ናይ ሓሳቡ'ዩ። ምናልባት ግን ንሱ በይኑ ክገብሮ ስለ ዘይክእል፣ ነዚ ሓሳብ'ዚ በይኑ ክደፍሮ ስለ ዘይክእል፣ ብድሕርኡ ዝደፍኡ ሓይልታት ኣለዉ። ብድሕርኡ ኣጆኻ ዝብልዎ ምዕራባውያን ንበሎም ካልኦት ኣካላት ንበሎም ኣለዉ። እምበር እዚ ናይ ውሽጡ ድሌቱ ሓሳቡ'ዩ። ምኽንያቱ። ኣብ ስልጣን ዝመጸሉ ግዜ እውን ኣደይ ሸውዓይ ንጉስ ክትከውን ኢኻ ኢላትኒ ኢሉ ተዛሪቡ ዝለዝነበረ ሰብ እዚ ሸውዓይ ንጉስ ናይ ምዃን ሕልሚ እውን ስለ ዘለዎ ሓሳብ እውን ስለ ዘለዎ እንተ ክኢሉስ ድልየቱ ኣብ ኤርትራ ጥራሕ ዘይኮነስ ቀርኒ ኣፍሪቃ ንብምልእቲ ሓዊሱ ሓንቲ ሃገር ገይሩ ንጉስ ኮይኑ ንዘልኣለም ክነብር ወይ ድማ ብህይወት ክሳዕ ዘሎ ክቕጽል ሓሳብ ዘለዎ ሰብ እዩ ምናልባት ይኽእሎ ድኣ ኣይክእሎን እዚ ኣብ ባይታ ዝረኣ ነገር እዩ ዝብሉ ወገናት ከኣ ኣለዉ። ኣነ ከም ግለይ ኣነ ብውልቀይ ኣብቲ ካልኣይ ኣየ ሰማማዕ ምናልባት ርግጽ እዩ ናይ ውሽጢ ሽግር ኣለዎ ነውጽ ነቲ ሃገር ኣሎ ውሽጣዊ ረጽሚ ወይ ድማ ውሽጣዊ ሽግራት ኣብቲ ሃገር ኣሎ እዚ ዘይከሓድ ሓቂ እዩ ግና ብዙሕ ኣጋጣሚ ከዓ ብዛዕባ ቀይሕ ባሕሪ ብዛዕባ ኤርትራ ብዛዕባ ሜረት ኤርትራ ናብ ኢትዮጵያ ምፅምባር ብዙሕ ግዜ ይዛረብ ስለ ዝኾነ ከዓ ሰብዚ ብውሽጣዊ ጭንቀት ተገዲዱ ዝተዛረቦ ዘይኮነስ ውሽጣዊ ድሌታቱ እዩ ብጋህዲ ዝዛረብ ዘሎ ዝብል ሓሳብ ኣለኒ ማለት እዩ። ሕራይ እዚ ኮይኑ ግን ምናልባት ጸላኢ ብዙሕ ክሓስብ ይኽእል እዩ፣ ኣብ ጎረቤት ዘሎ ብዙሕ ክሓስብ ይኽእል እዩ፣ ዝሰሰዐ ሰብ ብዙሕ ክሓስብ ይኽእል እዩ፣ ናይ እንዳ ኣማቱ ዝጥምት ሰብ ብዙሕ ነገር ክሓስብ ይኽእል እዩ፣ ሓይሊ ኣለኒ ዝበለ ኣካል ብዙሕ ነገር ክሓስብ ይኽእል እዩ። ምኽንያቱ ንርእየን ኣለና ሃገራት ኣብ ጫፍ ዓለም ኮይነን ምስ ኣብ ጫፍ ዘለዋ ሃገራት ዘባእሰን ዘሎ ናይ ሓይሊ እዩ ናይ ቁጠባ እዩ ናይ ረብሓ እዩ ካልእ ዘራኽብ ነገር የብለን ንኣብነት ተዳ ወሲድና ኣሜሪካ ምስ ኢራን ዘባእሳ እንታይ እዩ ብደባ ይራኸባን እየን ግና ቁጠባ እዩ ዘባእሰን ሓይሊ እዩ ዘባእሰን ህልውና እዩ ዘባእሰን ዘሎ መን ዓብለለ እዩ ዘባእሰን ዘሎ ስለዚ ሃገራት ማእከላይ ምብራቕ ምስ ኣብ ሃገራት ምዕራብ ዘባእሰን ዶብ ስለ ዘለወን ኣይኮናን ስለዚ ብሜረት ይዳወብ ኣይዳወብ ብዘየገድስ ብባሕሪ ይዳወብ ኣይዳወብ ብዘየገድስ ሓይሊ ኣለኒ ዝበለ ክእክብ ዝደለየ ከምበርክኽ ዝደሊ ዝደለየ ሓሳብ ከተግብር ዝደሊ ክዛረብ ይኽእል እዩ ብግብሪ እውን ክገብር ይኽእል እዩ ተቐንዲ ሽግር ግን እዚ ይኮነ ናትና ንሕና ከም ኤርትራውያን ጸገምና እዚ ይኮነ ተቐንዲ ሽግር ኢትዮጵያ ኣይኮነትን ቀንዲ ሽግር ጅቡቲ ኣይኮነትን ቀንዲ ሽግር የመን ኣይኮነትን ቀንዲ ሽግር ኣሜሪካ ኣይኮነን ቀንዲ ሽግር ማእከላይ ምብራቕ ኣይኮነን። ቀንዲ ጸገምና ምዕራባውያን ኣይኮኑን። ወይ ድማ ቀንዲ ጸገምና ካብ ኤርትራ ዝወጻኢ ዘለዉ መንግስታት ንበሎም፣ ውድባት ንበሎም፣ ወይ ድማ ብጥርኑፍ ክፍለ ዓለማት ኣይኮናን። መሰረታዊ ሽግርና ኣብ ኤርትራ ህዝቢ ዝመረጾ ንህዝቢ ኢሉ ዝቐውም ህዝባዊ መንግስቲ ስለዘይብልና እዩ። ህዝባዊ መንግስቲ ስለ ዘይብልና ብሕጊ ዝምራሕ መንግስቲ ስለ ዘይብልና ብስርዓት ዝምራሕ መንግስቲ ስለ ዘይብልና ብቅዋም እትመሓደር ሃገር ስለ ዘይብልና ዜጋታት መሰሎምን ግብኦምን ብዘይካ ብሓይሊ ብሕግን ብስርዓትን ብቅዋምን ዝተነድፈ ተነዲፉን ተተግቢሩን ከዓ ዝኽየደሉ ኣገባብ ኣብ ኤርትራ ስለ ዘይነበረን ክሳብ ሕጂ እውን ስለ ዘየሎን እቲ መሰረታዊ ሽግርና እዚ እዩ ስለዚ እዚ እንተ ኮይኑ መሰረታዊ ጸገምና ኣብ ደገ ዘለዉ ሓይልታት ተተዛረቡ ንምንታይ ገርመና ይኽእል ኢትዮጵያ ትዛረብ ግብፂ ትዛረብ ካልእ ትዛረብ ቅድሚ ንሳተን ምዝራበን ኣብ ውሽጥና ሽግር ስለ ዘሎ እዩ መጀመርታ ንህዝቢ ዝቆመ ስርዓት ኣይኮነን ምክንያቱ ሓደ ንህዝቢ ዝቆመ ስርዓት ብህዝቢ ክቀውም ክኽእል ኣለዎ መጀመርታ ብዙሓት ኣፈጨለ ኣለዉ ዘሎ ስርዓት 32 ዓመት ኣብ ሕቆ ህዝቢ ኮፍ ኢሉ ከም መንድዓት ስለ ህዝቢ ዝሓስብ ስለ ህዝቢ ዝጭነቕ ስለ ህዝቢ ክዳኑ ዘይቅይር ምንም ደመወዝ ዘይብሉ ከም ታራ ድኻ ሰብ ወይ ድማ ከምቲ ታራ ሰብ ኣብ ኤርትራ ዘሎ ዝበልዖን ዝሰትዮን ከምኡ እዩ ኢሎም ዝዛረቡ ሰባት ኣለዉ እዚ'ሞ ፍጽም ክኸውን ዘይክእል እንድዩ። ምኽንያቱ ሃብትን ንብረትን ሰብን ናይ ኤርትራ፣ ኤርትራን ህዝባን ብምሉኡ ናይቲ ዘሎ ስርዓት ንብረቱ እዩ፣ ውልቃዊ ንብረት እዩ። እዚ ኣየማትእን እዩ። ስለዚ ቅድሚ ኢትዮጵያውያን ከምዚ ኢሎም ቀዳማይ ሚኒስተር ናይ ኢትዮጵያ ከምዚ ኢሉ ገብሩ ኣስራት ከምዚ ደጊሙ ዘውዲ ረዳ ከምዚ ኢሉ ወዲ ነገራ ከምዚ ኢሉ ሓደ ከምዚ ኢሉ ኢልና ቅድሚ ግብረ መልሲ ምሃብና፣ ቅድሚ ብዛዕባኦም ምጒሃይና፣ ቅድሚ ብዛዕባቲ ዘረብኦም ትንታነን መግለጽን ወይ ድማ ካልእ መገድን ቅድሚ ምሃብና፣ ጸገምና ኣብ ውሽጥና እዩ ዘሎ። ሽግርና ኣብ ውሽጢ ዓድና እዩ ዘሎ። ስለዚ እዚ ኩሉ ኣብ ስደት ዘሎ ህዝቢ፣ እዚ ኩሉ ብዛዕባ እዚ ብኤርትራ ዘሎ ስርዓት ዝዛረብ ዘሎ ፍትሒ ይምጻእ፣ ቀዋሚ ይገበር፣ ሕጊ ይሃሉ፣ ህዝባዊ መንግስቲ ይሃሉ፣ ህዝባዊ መንግስቲ ይተኸል፣ ህዝቢ ብሕግን ብስርዓትን ይመሓደር ሕጊ ይምርሓና ኢሉ ዓንገረር ዝብል ዘሎ ህዝቢ ብዙሕ ሰብ ውን ሂወቱ ኣካላቱ ገንዘቡ ኣኢምርኡ ብዙሕ ነገር ዝኸፈለሉ ወይ ድማ ዝኸፍለሉ ዘሎን ዝነበረን መሰረታዊ ዕላማ ህዝቡን ሃገሩን ርስቲ ኣቦታቱን ስለዝፈቱን ስለዘፍቅርን ካብ ርስቲ ኣቦታቱን ካብ ህዝቡን ተፈልዩ ክነብረሉ ዝኽእል ኣጋጣሚ ከኣ ስለዘየሎን እዩ ምክንያቱ ወዲ ሰብ ብዘይ ርስቲ ኣይከብርን እዩ ስለዚ ኣብዚ ንሃገር ዘይፈቱ ተዝኸውን እንታይ ዘዛረብ ኣለዎ እንታይ ዘድክም ኣለዎ እንታይ መስዋእት ዝኽፍል ኣለዎ እንታይ ዘፅዕር ኣለዎ ኩሉ ሰብ ይዕበ ይንኣስ ወለዱ ርስቱ ዓዱ ሜረቱ ሃገሩ የፍቅር እዩ ስለ ዓዱ ከዓ ይሓምም እዩ ስለ ዓዱ ከዓ ድቃስ እዩን ይሓድር እዩ ግና እቲ ከፊኢ ዘሎ ኣብ ኤርትራ ዘሎ ስርዓት እዩ ክንብል ወይ ድማ ኣብ ኤርትራ ዘሎ ስርዓት እዩ ኢልና ክንኣምን ኣለና እቶም ዘይንኣምን ሰባት ስለዚ ሓፈሻዊ ሽግርና እቲ መሰረታዊ ሽግርና ኣብ ኤርትራ ዘሎ ስርዓት ስለ ዝኾነ ኣብ ኤርትራ ዘሎ ኣካይዳ ስለ ዝኾነ ሓደ ሰብ ወይ ድማ ሓንቲ ሃገር ከዓ ውሽጣዊ ምሕደራ ውሽጣዊ ኩነታታ ምስ ኣመዓራረየት፣ ምስ ሰጠመት፣ ስርዓትን ሕግን ዘለዎ ኣካይዳ ምስ ከደት፣ ንኻብ ደገ ዝመጽእ ተቓውሞ ንኽትቃወም፣ ህዝባን ሜረታን ርስታን ንኽትከላኸል ዋላ ሓንቲ ሽግር ዘሎ ኣይኮነን። ሃገራት ይንኣሳ ይዕበያ፣ ሓይሊ ይሃልወን ኣይሃልወን፣ ኩለን ካብ ጎረባብተን ይኹን ካብ ርሑቕ ብዝመጸን ተጻብኦታት እንተስ ብዲፕሎማሲ፣ እንተስ ብፖለቲካ እንተስ ብሓይሊ እንተስ ብጉልበት የኽብራ እየን። ስለዚ ሓፈሻዊ እዚ ናይዚ ኢትዮጵያ ቀዳማይ ሚኒስተር ዝተዛረቦ ቃል ዘሐጉስ ነገር ኣይኮነን። እቲ ዘየሐጉስ እቲ ዘየሐጉስ ነገር ምዃኑ ከኣ ክልተ ሽግር ስለ ዘለና እዩ። እቲ ቀዳማይ ኣብ ውሽጢ ዓድና ኣብ ውሽጢ እቲ ቀዳማይ ንወለዶታት እንዳድከመ ንህዝቢ እንዳጽነተ ሃብትን ንብረትን ናይ ሃገር ህዝብን ንብረትን ናይቲ ሃገር ከም ናይ ውልቂ ትካሉ ድላዩ ዝገብር ስርዓት ስለ ዘለና እዩ። ህዝባዊ መንግስቲ ስለ ዘይብልና እዩ። ብሕግን ስርዓትን ዝምራሕ መንግስቲ ስለ ዘይብልና እዩ። ብዲሞክራሲ ዝምራሕ መንግስቲ ስለ ዘይብልና እዩ። መደባቱ ኣይፍለጥ፣ ውሽጣዊ ፖሊሲኡ ውሽጣዊ ፖሊሲኡ ኣይፍለጥ፣ ደጋዊ ፖሊሲኡ ኣይፍለጥ፣ ብዛዕባ ቁጠባ ጸብጻብ ኣይህብ፣ ብዛዕባ ዝኾነ ነገር ንህዝቢ ዘሎ ሓበሬታ ዘይህብን ካብ ህዝቢ ተቐቢሉ ዘየተግብርን ስርዓት ስለ ዘለና ኢትዮጵያውያን ከምኡ ኢሎም ተተዛረቡ ቀዳማይ ሚኒስትር ወፂኹም ኢሉ እንተተዛረበ ወላ ሓንቲ ክንሓፍር ጥራሕ እዩ ዝግባኣና ከማን ብጣዕሚ ክንሓፍር ዝግብኣና ምክንያቱ ሰላሳን ክልተን ዓመት ንሃገር ይመርሕ ኣለኹ ዝብል ኣካል ንህዝቡ ከምቲ ዝግባእ ገይሩ ተዘመሓድር ነይሩ እኮ ስርዓትን ብሕጊ እንተዝኸይድ ነይሩ ህዝባዊ መንግስቲ እንተዝተክል ነይሩ እዚ ትማሊ ዝተዛረቦ እዚ ናይ ኢትዮጵያ ቀዳይ ሚኒስትር ኣብይ ኣሕመድ ዓሊ ኣይሚ ተዛረበን እቶም ዝተፈላለዩ እዋን ብዛዕባ ኤርትራን ብዛዕባ ምድራን ብዛዕባ ባሕራን ዝዛረቡ ኢትዮጵያውያን ኣይምተዛረቡን እንተተዛረቡ እውን ክመፆም ዝኽእል ግብረ መልሲ ክመፆም ዝኽእል መልሲ እንታይ ምዃኑ ምፈለጡ ስለዚ ነዚ ህዝቢ ኣብ ልዕሊ ሽግሩ ሽግር ኣብ ልዕሊ ጓሂኡ ጓሂ ኣብ ልዕሊ ፀገሙ ፀገም ንክፈጥርሉ እዚ ሓደ ፅቡቅ ባይታ ረኪቦም እዞም ናይ ኢትዮጵያ ሰበስልጣናት ወይ ድማ ኣብ ዝተፈላለዩ እዋን ዝዛረቦ ዘለዉ ዘረባታት በቲ ካልኣ ወገን ከዓ ነቲ ንሰላሳን ክልተን ዓመት ጨቂኑ ሒዝዎ ዘሎ ስርዓት ወይ ድማ እቲ ኣብ ኤርትራ ዘሎ መንግስቲ ሕጂ እውን በዚ ዘይእርኑብ ኣካይዳ፣ በዚ ዘይሓላፍነታዊ ዘረባን ዘይሓላፍነታዊ ኣካይዳን ኣብ ዝተፈላለየ እዋን ብዘመናዊ ኢትዮጵያ መራሕቲ ዝረኣ በጨቕ ዝብል ዘረባታት እዚ ስርዓት እዚ እውን ሕጂ እውን መፁ፣ ሕጂ እውን ኢትዮጵያ ኣውረረትና፣ ሕጂ እውን ሱዳን መፀት፣ ሕጂ እውን እገለ መፀት እንዳበለ ነቲ ህዝቢ መሊሱ ካብቲ ዝነበረ ናብ ዝበኣሰ ካብቲ ዝሓለፈ ናብ ዝኸፍኣ መገዲ ናብ ዝኸፍኣ ነገር መታን ክወስዶ ወይድኣ ንህዝቢ ኣብ ዝነበሮ ጭቆና መሊሱ ክጭቁኖ ኣብ ልዕሊ ዝነበሮ ውርደት መሊሱ ከዋርዶ ዝዓበየ በሪ ወይ ድማ ዝዓበየ መንገዲ ከዓ ወይ ድማ ርሕብ መገዲ ነቲ ኤርትራ ዘሎ ስርዓት ከዓ ይኸፍለሉ ማለት እዩ ስለዚ እዚ ናይ ኣብዪ ኣሕመድ ዘራ ብሓፈሻ ክንሪኦ ከለና ስለ ክልተ ነገራት ሓደ ውሽጣዊ ድሌቱ ውሽጣዊ ሓሳቡ ውሽጣዊ ዕላሙ እዩ በዚ ነገር እዚ የርብሓኒ እዩ ክገብሮ ኣለኒ ኢሉ ስለ ዝሓሰብ እዩ ዝዛረብ ዘሎ ክገብር ዳ ይገብረን ዝርእ ቀስ ኢልካ እዩ በቲ ካልኣይ ከዓ እቲ ኣብ ኤርትራ ዘሎ ስርዓት ይትረፍ ዶ ከምዚ ዓይነት ዘረባ ብቀዳማይ ሚኒስተር ደረጃ ዝኣክል ተዛሪቡስ ከይተዘርበ ከለውን ነቲ ህዝቢ ብፍርሕን ብራዕድን ወረሩኻ መፁኻ ኣሕደጉኻ ገዝኡኻ እንዳበለ ስለ ዘጨቁኖ እንዳደሃኸውን ይነብር ስለ ዝጸንሐ መሊስ ንዑ ከኣ ተወሳኺ ሓይሊ ይኾኖ ማለት እዩ ስለዚ ናይቲ ህዝቢ መከራ ብኢትዮጵያ ዝግበር ወይ ድማ ዝመፅእ ዘረባን በታ ውሽጢ ዓዲ ዝግበር ተግባራት እንተደሚሩ ሽግር ናይ ኤርትራ ወይ ድማ ህዝቢ ኤርትራ ከፅብቦ ወይ ከብዝሖ ደኣ እምበር ከውሕዶ ዝኽእል ነገር ክኸውን ኣይክእልን እዩ በቲ ካልእ ወገን ክንሪኦ ከለና ከኣ ኣብ ዝሓለፈ ክልተ ዓመት ክንደይ ዝኣክል ህዝቢ እዩ መይቱ ኣብ ኢትዮጵያ ክንደይ ዝኣክል ህዝቢ ኣብ ክልል ትግራይ መይቱ ክንደይ ዝኣክል ህዝቢ ኣብ ክልል ኣምሓራ ኣብ ክልል ኣብ ክልል ዓፋር ንበሎ ኣብ ክልል ኦሮሞ ንበሎ ኣብ ካልእ ንበሎ ብዙሕ ህዝቢ እዩ መይቱ ብዙሕ ንብረት እዩ ባዲሙ ብዙሕ ሃብቲ ናይቲ ሃገር እዩ ባዲሙ እዚ ዝሓለፈ ኩናት ዝዝሓለፈ ዓመታት ክንዲዚ ዝኣክል ህዝቢ ክንዲዚ ዝኣክል ሽግርን መከራን ክተውርድ ፀኒሕካ ተመሊስካ ከም ብሓድሽ ንቀይሕ ባሕሪ ክንወርድ ንቀይሕ ባሕሪ ክመውት ዝደለ እንተሎ ንቀይሕ ባሕሪ ይሙት ኢትዮጵያ ብዘይ ቀይ ባሕሪ ክትነብር ኣይትኽእልን እያ እንዳበልካ ምዝራብ እንዳበልካ ኣብ ማእከል ናይ ህዝቢ ተወከልቲ ተረኺብካ ምዝራብን ምምጓትን ማዕረ ክንደይ ሰብ ኣብ ቀርኒ ኣፍሪቃ ብፍላይ ከዓ ኣብ ኤርትራን ኣብ ኢትዮጵያን ማዕረ ክንደይ ሓሲሩ ኣሎ ዘርኢ ነገር እዩ ብጣዕሚ ዘሕዝን ነገር እዩ ማለት እዩ ካብ ናይ ኢትዮጵያ ንላዕሊ ከዓ ዘሕዝን ነገር ዘጉህ ነገር ከዓ ብዛዕባና ወይ ድማ ናይ ኤርትራውያን ነገር እዩ ምናልባት ኣብ ኢትዮጵያ ይጥዐ ይሕመም ኣብ ሜዳ ወፂኦም ይዛረብዎ ተቃዊሞም የስልጡ ኣይስልጡ ብዘየገድስ ወከልቲ ህዝቢ ኣለዉ ኣብኡ ወፂኦም ከዓ ይዛረቡ ነዝደልየዎ ነገር ከዓ ፅባሕ ንጎ ይገብሩ ናይ ኤርትራን ሃገርን ካብዚ ዝፍለይ ብጠቕለላ ካብዚ ዝፍለይ ስማዊ ዝኾነ ወከልቲ ህዝቢ እውን የለን ይትረፍ ዶ ብሕጊ ዝኸይድ ብስርዓት ዝኸይድ ንህዝቢ ጠጠው ዝበለ ወከልቲ ህዝብስ ስማዊ ዝኾነ ወከልቲ ህዝቢ እውን የለን ስማዊ ዝኾነ ካቢነ ሚኒስተራት እውን የለን ካቢነ ሚኒስተራት ካብ ዝፈርስ ድሮ 20 ዓመት ገይሩ ኣሎ ስማዊ ዝኾነ ባይቶ እውን የለን ባይቶ እውን ምስ ምእሳር ጂ 15 ሽዑ ንሽዑ ፈሪሱ እዩ ስለዚ ካቢነ ሚኒስትራት ካብ ዘይሃለወ ባይቶ ካብ ዘይሃለወ ብቋም ዝመርሕ መንግስቲ ካብ ዘይሃለወ ብሕግን ስርዓትን ዝሕተትን ዝሓትትን ስርዓት ህዝባዊ ስርዓት ህዝባዊ መንግስቲ ካብ ዘይተተኽለ ዝሓለፈ 32 ዓመት ህዝቢ ብዙሕ ተበሳቢሱ፣ ብዙሕ ሰብ መይቱ፣ ብዙሕ ሰብ ጠፊኡ፣ ብዙሕ ሰብ ከኣ ኣብ እስርቤትን ኣብ መከራን ይነብር ኣሎ። ሕጂውን ከምዚ ዝደልይዎ ኢሳያስን ኣብን እንተደኣ ኮይኑ እዚ ዝሓስብዎ ነገር ኢሳያስ ንክቕጽል ኣብ ስልጣን ኣብ ከኣ ባሕሪ ንክረክብ እንተ ብሕጂውን ኩናት ክገብሩ ኮይኖም እንተ ብሕጂውን ሽግር ክፈጥሩ ኮይኖም ልዕሊ ህዝቢ ኢትዮጵያ ህዝቢ ኤርትራ ናበይ ይኸይድ ኣሎ፣ ስለምንታይ ኲናት ኮይኑ፣ ድሕሪ ኲናትከ እንታይ እዩ ክግበር፣ ቅድሚ ኲናትከ እንታይ እዩ ዘሎ ኢሉ ክሓቶ ዝኽእል ኣካል የብሉን፣ ክምልሰሉ ዝኽእል ኣካል ከኣ የለን። ህዝቢ ኤርትራ ኣብ ፓርላማ ኮፍ ኢሉ ዘይዝትየሉ፣ ዘይካታዓሉ፣ ዘይውስነሉ ደስ ኣብ ዝበሎ እቲ ናይ ኤርትራ ስርዓት ምስ ደስ ዝበሎ ሃገር ኲናት የግጥሞ። ትስዓን ሸሞንተን ክሳብ ክልተ ሽሕ ዝነበረ ኢትዮጵያዊ ወራትና ኢሉ ኣሽሓት ህዝቢ ጠፊኡ ምስ ኣብይ ክዕረቕ ከሎ ወይ ድማ ምስ ኣብይ ክመሓዘ ከሎ እውን ንህዝቢ ኤርትራ ዝጠቅም ነታ ሃገር ሰላም ዘውህብ፣ ንህዝቢ ካብ ሞት ካብ ስደት ካብ ጭንቂ ዘናግፍ ዕርቅን ሰላምን ኣይተገብረን። እዚ ምሕዝነት ናይ ክልተ ሰባት እዩ። ሕሉፍ ሓሊፍዎም ከዓ ወዲ ንወዲ ቃል ኪዳን ዝተኣሳሰርሉ እዩ። ብጣዕሚ ዘሕዝን ናይ ኤርትራ ናይ ኢትዮጵያን ሰላም ናይ ኢትዮጵያን ናይ ኤርትራን ዕርቂ ነርቶ ዝኸውን ግን ኣገባብ ነይርዎ እዩ። ንህዝቢ ዘሎ ሽግር ዘይሕብር ዕላምኡ ዘይነግር ብመሰረቱ እውን ህዝባዊ ዝኾነ መንግስቲ ስለዘይኮነ ደኣ እምበር ምስ ኢትዮጵያ ሰላም ክገብር ወይ ድማ ምስ ኢትዮጵያ ምሕዝነት ክገብር ተኾይኑ እኮ ህዝቢ ኤርትራ እዩ ኣቐዲሙ ክፈልጥ ዘለዎ ኣብ ፓርላማ እዩ ክካታዓሉ ዝግብኦ ካቢነ ሚኒስተራት እዮም ክእከቡ ዝግብኦም ወከልቲ ህዝቢ እዮም ክእከቡ ዝግብኦም ህዝቢ ኤርትራ ከዓ ክፈልጥ ይግብኦ ነይሩ ድሕሩ ብድሕሪ እዚ እቲ ዝግበር ስምምዓት እንታይ ምዃኑ ናበይ ከም ዝኸይድ ከኣ ህዝቢ ቦገዒ ይንገር። ክሳብ ሕጂ ግን ህዝቢ ኤርትራ ከም ህዝቢ ኣብ መንጎ ኢሳያስን ኣብ መንጎ ኣብን ዝተገብረ ስምምዕ እንተ ኣሎ ኮይኑ ወይ ዝተኸደ ኪደት እንተ ኣሎ ኮይኑ ከም ህዝቢ ዝፈልጦ ነገር ወልሓደ የብሉን። ብድሌቶም ተዓሪቆም ሕጅን ከዓ ብድሌቶም ተኣይሶም እቲ ዘዕረቆም ምክንያት ንፁር እዩ ነይሩ ንሱ ከዓ ንወያነ ንምጥፋ እዩ ካልእ ዋላ ሓንቲ ዘዕረቆም ዕላማ ኣይነበሮም ኣብዚ ፖለቲከኛ ምዃን ኣይድልኒ ከምቲ ፀላይ ፀላእየይ ፈታውየይ ዝበሃል ኢሳያስ ካብ ቀደም ምስ ወያነ ወይ ድማ ምስ ህወሓት ፅልእዩ እቲ ኣብ ውሽጦም ዓብዩ ኣብሊዔም ኣስቲዬም ኣምሂሮም ናይ ኮኔረልነት ማዕርግ ሂቦም ኣብ ስልጣን ዘቐመጥዎ ኣቢ ከኣ ስልጣን ምስ ሓዘ ክንብርከኹሉ ክግዝእዎ ሃገር ብምልእታ ሰጥ ለበጥ ኣቢሉ ከም ኢሰያስ ኣብ ላዕሊ ኮፍ ኢሉ ንጉስ ክኸውን ስለ ዘይከኣለ ነዚኣ ክገብር ተላ ኮይኑ ከኣ እቶም ክጽቀጡ ዘሎም ክርገጽ ዘሎም ህዝብታት ክርገጹ ስለ ዝነበሮም ብቐጥታ ኩናት ምስ ኢትዮጵያ ብቐጥታ ኩናት ምስ ትግራይ ጀሚሩ ማለት እዩ። ስለዚ ኢሳያስ ጉዳይ ምስ ህወሓት ነይርዎ እዩ። ኣብይ ጉዳይ ንጉስ ናይ ምዃን መደብ ስለ ዝነበሮ ክልቲኦም ናይ ሓባር ጸላኢ ረኺቦም ብሓንሳብ ኣትዮም። ኣብ መንጎ ከኣ እታ ዝሓሰዋ ጉዳይ ኣይተፈጸመትን ዝሞተ መይቱ ናይ ፕሪቶርያ ስምምዕ መጽያ ስለዚ ናይ ሓባር ነይርዎም ወይ ድማ ናይ ሓባር ዘራኽብ ነይርዎም ኩናት እቲ ኩናት ጠጠው እንተ ኢሉ ኣብን እስያስ እንታይ ዘራኽብ ኣለዎ ክራኸቡ ይኽእሉን እዮም ክረሃቡ ዘይክልተራ ኮይኖም ከኣ እሰያስ ክሳዕ ዘሎ ኣብ ስልጣን ክነብር ይደሊ እዩ ኣብ ስልጣን ክነብር እንድሕር ኮይኑ ህዝቢ ኤርትራ ኩናት ይመጻካ ኣሎ ኢሉ ንህዝቢ ክጭቁነን ክኣስረን ኣሎ ኣብይ ሸውዓይ ንጉስ ክኸውን እዩ ዝደሊ እዚ እውን ሸውዓይ ንጉስ ክኸውን እንተ ደኣ ኮይኑ ከምታ ምስ ህወሓት ዝፈተና ኩናት ምስ ኤርትራ ድዩ ክፍትን ምስ ግብፂ ድዩ ምስ ሱዳን ድዩ ምስ ጅቡቲ ድዩ ክንድቲ ዝሓሰቦ ክንድቲ ኣደይላትኒ ኢሉ ዝሓለሙ ሕልሚ ክፍትን ኣለዎ ክፍትን እንተ ኮይኑ ከኣ እዚ ሕጂ ዝበሎ ብዛዕባ ናይ ቀይሕ ባሕሪ ብዛዕባ ናይ ኤርትራ ነገር ብዙሕ ግዜ ተዛሪብሉ እኳ እጅኻ ወግዓዊ ገይርዎ ኣሎ ማለት እዩ ስለዚ ክልቲኦም ረብሐኦም እዩ ኣብይ ኩናት እንተጀመረ ምስ ኢሳያስ ብዕላምኡ ብረብሑ እዩ ምክንያቱ ንጉስ ክኸውን እዩ ዝደሊ ኢሳያስ እውን ኩናት እንተተኸፍተሉ ወይ ንሱ እውን ኩናት እንተኸፈተ ንህዝቢ ኩናት ኣለኹ ተወሪርካ ኢኻ እንዳበለ ኣብቲ ልዕሊ ዝነበሮ ጸገም ጸገም ወሲኹ፣ ኣብ ልዕሊ ሓዘን ሓዘን ወሲኹ፣ ኣብ ልዕሊ ሽግር ሽግር ወሲኹ ንዘለኣለም ጸቒጡን ጨፍሊቑን ንኽነብር ንኽገዝእ ጥጡሕ ባይታ እዩ። ስለዚ ክልቲኦም በብዕላማኦም እዮም ብዕላማኦም እዮም ተራኺቦም ዝሓለፈ ዕርቅን ሰላምን ኢሎም ክዛረቡ ከለዉ ንሕወሓት ንምጥፋእ ይከኣል ምስጢር ኣይነበሮን። ምናልባት ተወሳኺ እንተ ነይርዎ ኣይንፈልጥን እቲያ ዘዕረቐቶ ምክንያት ንሳ ምዃና ክንሓስብን ክርዳኣናን ከሎፍቲ ግዜት እዩ ከይወዓሉ ከይሓደሩ ከዓ እቲ ኩናት ርኢናያ ኢና ኩላትና ክልተ ዓመት ዝወሰደት ኩናት ኮይና ማለት እዩ ስለዚ እቲ ናይ ሓባር ዕርቂ ዘግበረ ምክንያት ወይ ድማ መሰረታዊ ዕላማ ናይቲ ዕርቂ ዘግበሮም ጉዳይ ህወሓት ምዃኑ ወይ ድማ ከም ዝነበረ ብግብሪ ኣርእዮምና እዮም ካልእ ተወሳኺ ዕላማ እንተነይርዎም ገና ምስ ግዜ ክረአ እዩ ስለዚ በቲ ኮይኑ በት እዩ በቲ ኮይኑ በት እዩ መጀመርታ ኣብ ውሽጢ ዓድና ዘሎ ሽግር ኣብ ውሽጥና ዘሎ ፀገም ከመይ ጌርና ኢና ክነዕርዮ ዝግባኣና ከመይ ጌርና ኢና ክነስተኻኸሎ ዝግባኣና ኣብዚ በብዘለናዮ ሃገራት ተቐሚጥና ወይ ድማ ኣብ ስደት ተቐሚጥና ኣበይ ከም ዝበለ ኢገለ ከም ዝደገመ ዘይኮነ መሰረታዊ ሽግርና መሰረታዊ ጸገምና እቲ ህዝባዊ ዘይኮነ ብስርዓትን ብሕግን ዘይመሓደር ቀዋማዊ ዘይኮነ ስርዓት ኣብ ኤርትራ ዘሎ እዩ። ኣብ ኤርትራ ዘሎ ስርዓት ቀዋማዊ እንተዝኸውን ህዝባዊ እንተዝኸውን ስርዓት ዘለዎ ሕጊ ዘለዎ ብህዝቢ ዝተመርጸን ንህዝቢ ጠጠው ዝበለን ህዝቢ ዝውክሎ ካቢነ ሚኒስተራት ይኹን ፓርላማ ይኹን ባይቶ ይኹን ብዘየገድስ ሽሙ ብዘየገድስ ንህዝቢ ዝውክል ዝቆመ ክፍሊ እንተዝህሉ ኩሉ እቲ ዝግበር ነገራት ከዓ ብውሳኔ ናቱ ንረብሓ ሃገርን ንረብሓ ህዝብን እንተዝፍጸም ነይሩ ከም ኩለን ሃገራት እኮ ሽግር ኣለወን ዝተፈላለያ ሃገራት እኮ ጎረባቢተን ንገሊአን ዕምፀን እየን ንገሊአን ብዝተፈላለየ ኣጋጣሚ ይፈታትነን እየን ወይ እውን ኣብ ኩናት ኣትዋ እየን ሃገራት እዚ ኣብ ኩሉ ዓለም ዘሎ እዩ ኩናት ክኣትዋ ከለዋ ወይ ናይ ዲፕሎማሲ ኩናት ክኣትዋ ከለዋ ወይ ናይ ሜድያ ኩናት ክኣተዋ ከለዋ እቲ ወሳኒ ነገር እንታይ እዩ ተባሂሉ ግን ውሽጣዊ ኣነባብራን ኣካይዳን ናይተን ኣብ ሃገራት ዘሎ መንግስታት እዩ ስለዚ ቅድሚ ኣብይ ከምዚ ኢሉ ኢልና ምሕማምና ቅድሚ ካልእ ሃገር ከምዚ ኢላ ኢልና ቅድሚ ካልእ ሃገር ከምዚ ኢላ ኢልና ምሕማምና ወይ ድማ ብዛዕቡ ቅድሚ ምሕሳብናን ምዝራብናን ከጉሄናን ከተሓሳስበናን ድቃስ ክኸልኣናን ዝግብኦ እቲ ንሰላሳን ክልተን ዓመት ንሃገር ንህዝቢ ከም መንድዓት ኣብ ሕቆ ተቐሚጡ ብዘይ ቋም ብዘይ ፍትሒ ብዘይ ስርዓት ከም ናይ ግሉ ድልየት ከም ናይ ግሉ ፍቓድ ከም ንብረቱ ከም ሃብቱ ነቲ ህዝቢ፣ ነቲ ሃገር፣ ነቲ ንብረት ከም ውልቁ፣ ከም ድኳኑ ገይሩ ዘመሓድርን ዝገዝእን ዘሎ። ተደለየ ይለውጥ፣ ተደለየ ይሸይጥ፣ ተደለየ ዝሰማማዕ ውዕል ይገብር፣ ተደለየ ውዕል የፍርስ። ከምዚ ዓይነት ተግባር እንዳገበረ ሰላሳን ክልተን ዓመት ዝቐጸለ ስርዓት ብኸመይ መገዲ ወይ ድማ በየናይ ኣገባብ እዩ ኣብ ኤርትራ ህዝባዊ ቅዋማዊ ስርዓት ተኺልና መጀመርታ ህዝብና ብሰላም ክነብረሉ ዝኽእል? ድሒርኡ ምስ ጎረባቢትና ክሳብ ርሑቕ ምብራቕ፣ ክሳብ ርሑቕ ክፍለ ዓለማት ናይ ዓለም ከከም ኣገዳስነቱ ብመሰረት ደጋዊ ፖሊሲ ብኸመይ ዓይነት ዝምድና ንራኸብ ወይ ድማ ብኸመይ ዓይነት ዝምድና ንኸይድ ዝብል ክንሓስብን ዓቕምና ክንገብርን እዩ ዝግባኣና ስለዚ ኣብ ኤርትራ ዘሎ ስርዓት ንህዝቢ ዘይቆመ ስርዓት ስለ ሞት ህዝቢ ዘይግድሶ ስለ ጥሜት ህዝቢ ዘይግድሶ ስለ ሽግር ህዝቢ ዘይግድሶ ከምዚ ዓይነት ፀገም ዘለዎ ከምዚ ዓይነት ግዕዝና ዘለዎ መንግስቲ ኣቐሚጥና ብዛዕባ ናይ ኢትዮጵያ ከም ዝበለት ኬንያ ከም ዝደግመት ምባል ትርጉም ዘሎ ኣይኮነን ስለዚ መጀመርታ ሰብ ውሽጡ እዩ ዘዕሪ ውሽጡ እዩ ዘፅሪ ሕማም ውሽጡ እዩ ዝፍውስ ሕማም ውሽጢ እንተፈዊሱ ሽግር ውሽጢ እንተፈዊሱ ፀገሙ እንተ መዓራርዩ ብደገ ንዝመፆ ሽግር ንክቃወም ብደገ ንዝመፆ ሽግር ጠጠው ኢሉ ንክብድህ ምንም ሽግር ዘሎ ኣይኮነ እቲ ህዝቢ ናይ ኢትዮጵያ ኮነ እቲ ንዓመታት ልዕሊ 32 ዓመት እንዳነበዐ እንዳነበየ እንዳነበዐ እንዳደመየ እንዳሓዘነ ዝነብር ዘሎ ህዝብና ህዝቢ ኤርትራ እውን እግዚኣብሔር ካብ ሞትን ካብ ዳግማይ ሓዘንን ይሰውረና ተዘይኮነ ግን ሸውዓይ ንጉስ ክኸውን እየ ዝብል ኣብይ ሸውዓይ ንጉስ ክሳዕ ዝኸውን ድዩ ዋላ ብሂወት ክሳዕ ዘሎ መቸን ክሳዕ ብሂወት ዘሎ ኩናት ካብ ምግባርን ሽግር ካብ ምፍጣርን ዘዕርፍ ኣይመስልን ምክንያቱ ሓሳቡ ንሱ እዩ እቲ ብዓድና ዘሎ ስርዓት እውን ንስልጣኑ ዘናውሑ ክሳዕ ዝኾነ ብዝኾነ ኤክስፐንስ ምስ ዝኾነት ሃገር ኩናት እንዳካየደ ንሱ ጥራሕ ይንበር እምበር ክቕጽል ወይ ድማ ከምኡ ዓይነት ተግባር ዝገብር ምዃኑ ንማንም ዝስወር ነገር ኣይኮነን። እቲ ዘሕዝን ዘሎ ግን እቲ ዘጨንቕ ነገር እቲ ዘጉህ ነገር ግን እዚ ምስኪናይ ሓሪሱ ዝበልዕ ህዝቢ ድንኩል እናደፍአ ዝነብር ህዝቢ ብሰንኪ እዞም ኣብ ኢትዮጵያ ዝትስኡ መራሕትን ንልዕሊ ሰላሳን ክልተን ዓመት ናይ ኣተሓሳስባ ናይ ግብሪ ለውጢ ዘይገበረ ኣብ ኤርትራ ዘሎ ስርዓትን እቲ ህዝቢ ክጠፍእ ከሎ ብጣዕሚ የሕዝን። ኣብ ዝሓለፈ ሰላሳን ክልተን ዓመት ክንደይ ዝኣክል ህዝቢ ኤርትራ ኢና ክሲርና ዘለና? ክንደይ ዝኣክል ህዝቢ እዩ ብዘይጠቅም ምስ ናይ ሱዳን ምስ ናይ ጅቡቲ ምስ ናይ ኢትዮጵያ ምስ ናይ የመን ክንደይ ዝኣክል ህዝቢ ኣብ ግዜ ኩናት መይቱ ዘሎ? ክንደይ ዝኣክል ህዝቢ ኸ ብሰንኪ ኩናት ዓድታቱ ገዲፉ ኣብ ዝተፈላለየ ኣብ ውሽጢ ሃገርን ኣብ ደገን ፋሕ ኢሉ ዘሎ ምናልባት ብዙሓት ሰባት ዘይፈልጡ ክህሉ ይኽእሉ እዮም ብዙሓት ዓድታት ብሰንኪ ኩናት ዓደን ገዲፈን መረበተን ገዲፈን ኣብ ውሽጢ ኤርትራ ተመዛቢለን ኣለዋ ብውፅኢት ኩናትን ብግዕዙ ኣካይዳ ናይዚ ኣብ ኤርትራ ዘሎ ስርዓት ንልዕሊ 32 ዓመት ዝኸዶ ጉጉይ ኣካይዳ ኣብ ልዕሊ ህዝብን ኣብ ልዕሊ ሃገርን ከዓ ብዙሕ ሰብ ካብቲ ሃገር ወፅዩ ብዙሕ ሰብ ኣብ እስር ቤት ነብር ኣሎ እቲ ብሂወት ዘሎ እውን ብናይ ገዛእ ርእሱ ፍቓድ ብናይ ገዛእ ርእሱ ድልየትን መደብን ዘይኮነስ ብፍቓድ ናይቲ ስርዓት ተጨቂኑ ተኸርዲኑ ተጨቢጡ ይነብር ኣሎ ማለት እዩ ስለዚ እዚ ህዝቢ እዚ ብከምዚ ዓይነት ኣካይዳ ዝነብር ዘሎ ህዝቢ ተመሊሱ ንጉስ እየ ንዝብል ሸውዓይ ንጉስ ክኸውን እየ ንዝብል ናይ ኢትዮጵያ ቀዳማይ ሚኒስትር ኣብ ሕጂ ተሲኡ ኩናት ክእውጅ ከሎ ወይ ድማ ስለ ቀይሕ ባሕሪ ክዛረብ ከሎ ስለ ኤርትራ ኢሉ ክምድር ከሎ እሞ ከዓ እቲ ብኤርትራ ዘሎ መንግስቲ እውን ህዝባዊ መንግስቲ ኮይኑ ስለ ህዝቢ ዝሓስብ ፓርላማ ቂሙ ኣብቲ ፓርላማ ዝማኸር ተወከልቲ ህዝቢ ገይሩ ምስ ተወከልቲ ህዝቢ ዝዝቲ ናይ ቀዳምነት ቀዳምነት እንታይ ንግበረይሉ ንህዝቢ ዘቐድም ስርዓትን መንግስትን ክሳዕ ዘይብልና ከኣ ብከምዚ ዓይነት ነገራት ክፍጠር ከሎ ድርብ ወጽዓ ወይ ድማ ድርብ ጓሂ ይኸውን ማለት እዩ። እቲ ከምቲ ዝበልናዮ ግን ዝተፈላለያ ሃገራት ነናተን ዝኾነ ሕልሚ ኣለወን፣ ነናተን ዝኾነ ፎሬን ፖሊሲ ኣለወን፣ ነናተን ዝኾነ ንሃገራት ዝጥምተአን ኣጠማምታ ኣለወን። እተን ሃገራት ከመይ ገይረን ነተን ሃገራት ይጥምተአን ዘይኮነስ ነፍሲ ወከፍ ሃገር ዘለዋ ስርዓተ መንግስቲ ነቲ ሃገር የውሕሳ ድያ የውሕሳን እዩ እቲ ዝዓብይ ሕቶ። ነፍሲ ወከፍ ሃገር ወይ ድማ ነፍሲ ወከፍ ቅዋማዊ ህዝባዊ መንግስቲ ኣብ ሃገራት ዝትከል ፍጹም ወይ ድማ ብፁዕ እዩ ማለት ኣይኮነን። ጉድለታት ኣሎ። ኮነ መንግስቲ ወይ ድማ ቅዋማዊ መንግስቲ ኣብ ዝተፈላለያ ሃገራት ዝትከል ሚእቲ ካብ ሚእቲ ብፁይ እዩ ማለት ኣይኮነን ጉድለት ኣለዎ ኣብ ልዕሊ ህዝቢ ሽግር ይፈጥር እዩ ሕጊ ይጥሕዝ እዩ ፀገማት ይፈጥር እዩ ግና እዚ ከምዚ ዝገብር ስርዓት እዚ ከምዚ ዝገብር መንግስቲ ንሱ ዝሕተተሉ ቤት ፍርዲ ንሱ ዝኽሰሰሉ ቤት ፍርዲ ንሱ ዝፍረደሉ ስርዓትን ዓንቀፅን ስለ ዘሎ ህዝብታት ናይተን ሃገራት ከዓ ብመሰረት ናይታ ሃገር ሕጊ፣ ብመሰረት ናይታ ሃገር ዓንቀጽ፣ ነቲ ከምኡ ዓይነት ጥሕሰት ዝፍጽም ዘሎ መንግስቲ ኣብ ቤት ፍርዲ ኣቕሪበን ይኸስኦ፣ ብገበኑ ይፍረድ፣ ናጻ ተኾይኑ ከኣ ናጻ ይኸውን። ኣብ ኤርትራ ግን ከምኡ የለን። ይትረፍ ንመንግስቲ ዝኣክል ውልቀ ሰባት እውን ተኸሲሶም ጉዳዮም ኣብ ቤት ፍርዲ ቀሪቡ ንገዛእ ርእሶም ተኸላኺሎም ጠበቓ ኣቚሞም ተተረቲዖም ክፍረዱ እንተ ኣይተረቲዖም ከኣ ናጻ ክልቀቑ ዘኽእል ባይታ ኣብ ኤርትራ የለን። እዚ እምበኣር እቲ መሰረታዊ ሽግር እዚ ስለ ዝኾነ ቅድሚ ብዛዕባ ናይ ኢትዮጵያ ናይ ኬንያ ናይ ጅቡቲ ኢልና ምዝራብናን ምሕሳብናን መጀመርታ ብገዛእ ርእስና ብክልተ እግርና ጠጠው ክንብለሉ ንኽእል መድረኽ ህዝባዊ መንግስቲ ኣብ ኤርትራ ምስ ዝህሉ ጥራሕ እዩ ኣርባዕተ ነጥቢ ኣብ ኤርትራ ህዝባዊ መንግስቲ ክህሉ ዘይደሊ፣ ኣብ ኤርትራ ስርዓትን ሕግን ዘለዎ ቅዋማዊ መንግስቲ ክትከል ዘይደሊ ሰብ፣ ኢትዮጵያ ከምዚ ኢላ፣ ኬንያ ከምዚ ደጊማ፣ ጅቡቲ ከምዚ በለት እንተበለ ትርጉም ዘሎ ኣይኮነን። ብዛዕባ መን'ዩ ዝሓስብ ዘሎ? ብዛዕባይነት ኤርትራ'ዩ ዝሓስብ ዘሎ። ብዛዕባ'ዛ ኩላትና እንፈልጣ ኤርትራ ተኾይና እኮ፣ እዛ ኩላትና እንፈልጣ ኤርትራ፣ ዝተወለድናላን ዝዓበናላን ርስቲ ቦታትና ኤርትራ፣ ደጋዊ መግዛእቲ ወይ ድማ ባዕዳዊ መግዛእቲ ሰዊግና ኣብ ውሽጣዊ መግዛእቲ ወይ ከዓ ዘቤታዊ መግዛእቲ ኢና ዘለና። ስርዓት የለን፣ ሕጊ የለን፣ ቋሚ የለን፣ ህዝባዊ መንግስቲ የለን፣ ናይ ፍትሒ ኣካላት የለውም። ስለዚ እንታይ ትፍልይነቱ መሰል ህዝቢ ብእኩብን መሰል ዜጋታት ብንጽልን ዘይክበረሉ እንተ ኮይኑ ወይ ድማ ዘይክበረላ ሃገር እንተ ኮይና ኣብ ኤርትራ መንግስቲ ኣሎ ኢልካ ክትዛረብ ኣይትኽእልን። መንግስቲ ዘብሎ ስርዓተ ሕጊ ወይ ድማ ስርዓተ መንግስቲ እውን የብሉን። ስለዚ እዞም ኣካላት እዚኣቶም እዚ ሕጂ ፕራይም ሚኒስተር ኮይኑ ዘሎ መጺኡ ናይ ኢትዮጵያ እዚ ሕጂ ፕራይም ሚኒስተር ኮይኑ መጺኡ ዘሎ ናይ ኢትዮጵያ ኣብይ ኣሕመድ ዓሊ ብዛዕባ ዓሰብ ብዛዕባ ኤርትራ ብዛዕባ ካልእ እንተተዛረበ ኣብ ኤርትራ ዘሎ ጸገም ስለ ዝፈልጥ እዩ ኣብ ኤርትራ ዘሎ ዘይህዝባዊ መንግስቲ ዘሎ ሽግር ስለ ዝፈልጥ እዩ ስለዚ ሰባት ወይ ድማ ሃገራት መንግስታት ከምዚ ኢለን ብዛዕባና ክዛረባ ከለዋ ኣቐዲሙ ክሕመመና ዘለዎ ኣቐዲሙ ክሕስበና ዘለዎ ኣቐዲሙ ክግበር ኣለዎ ኢልና ክንሓስቦን ክንፅዕረሉ ዝግባኣና ንሳተን ከምኡ ብምባለን ዘይኮነስ ወይ ድማ ንሳተን ከምኡ ምዝራበን ዘይኮነስ ኣብ ዓድና ህዝባዊ ዝኾነ መንግስቲ ሕግን ስርዓትን ዘለዎ ቕዋም ዘለዎ መንግስቲ ብዘይ ምህላውና ኢና ክንጉህይ ዘለና ቀዲምና ከምዚ ዓይነት ጓሂ ዝስምዖ ከምዚ ዓይነት ስምዒት ዘለዎ ከምዚ ዓይነት ርድኢት ዘለዎ ሰብ ኣቐዲሙ ወይ ድማ ቀዳምነት ክህቦ ዘለዎ ፕራዮሪቲ ክህቦ ዘለዎ ብዛዕባ እቲ ኣብ ኤርትራ ኣብ ዓዱ ኣብ ርስቱ ክኸውን ዝግብኦ ነገር እዩ ብዝተኻእለ መጠን እቲ ኣብ ኤርትራ ዘሎ ሽግርን መከራን ክንኣምነሉ ክንክእል ኣለና እቲ ክኸውን ዝግብኦ ወይ ድማ ክትከል ዝግብኦ ዝነበረ ስርዓት ክንኣምነሉ ክንክእል ኣለና እዚ እንተ ኣሚንና ደጋዊ ሽግራትና ብኸመይ ክንፈትሕ ንኽእል ካብ ደገ ዝመፀና ፀገማት ብኸመይ ኢና ክንከላኸሎ ዝግብኣና ንዝብል ነዚ ሓሳብ እዚ ንምሃብ ወይ ድማ ተግባራዊ ንምግባር ክቐለልና ይኽእል እዩ ሰብ ግን ኣብ ውሽጢ ዓዲ ዘሎ ጸልማት ክዛረብ ዘይክእል፣ ኣብ ውሽጢ ዓዲ ዘሎ ሽግር ቃል ከውጽእ ዘይክእል፣ ኣብ ውሽጢ ዓዲ ዘሎ ሽግር ንክቕጽል ብገንዘብ፣ ብሓሳብ፣ ብንዋት እጃሙ ዘበርክት ኣካል ናይ ኢትዮጵያ ቀዳማይ ሚኒስተር ከምዚ ኢሉ ኢሉ እንተተዛረበ ብዛዕባ ኤርትራ ሓልዮት ኣለዎ ኢልካ ምዝራብ ኣይከኣልን እዩ። ስለዚ እቲ ክቕድም ዘለዎ ናይ ውሽጥና ሽግር እዩ። ኣብ ውሽጥና ጸገም ኣሎ። እቲ ውሽጢ ሃገርና ዘሎ ጸገም ከኣ ኤርትራ ንናጽነት ስለዘይተቓለሰት ዘይኮነስ፣ ህዝቢ ኤርትራ ንናጽነት ስለ ዘይተቓለሰ ዘይኮነስ ናጽነት ረኺቡ ህዝባዊ መንግስቲ ብዘይምትካሉ እዩ። እዚኣ እንድሕር ኣሚንና ህዝባዊ መንግስቲ ክትከለሉ ዝኽእል ኣገባብን መገድን ሰበብዓኡ ምጽዓር እዩ። እዚ ክንገብር ምስ እንኽእል ኢና ከኣ ብጎረባብትና ይኹን ምስ ርሑቕ ምብራቕ ዘለዋ ወይ ምስ ሃገራት ምዕራብ በቲ ክንከዶ ዝግበኣና ናይ ፎረይን ፖሊሲ ወይ ድማ ናይ ውሽጣዊ ናይ በቲ ክንከዶ ዝግበኣና ናይ ደገ ዝምድናታት ብኡ ለኪዕና ብረብሓ ሃገር ጠሚትና ምስኣተን ዝምድና ክንገብር ንኽእል ወይ ድማ ዝምድናና ዝቋረፀሉን ዝቐፅለሉን ብመልክዕ ዘለና ፎሬን ፖሊሲ ምስ ሃገራት ብመንፅር ረብሓ ናይ ዓድናን ናይ ርስትናን ናይ ህዝብናን ክኸውን ይኽእል እዩ ማለት እዩ። ስለዚ ሃገር ኣብ ኢድና ኣብ ዘየለትሉ ሰዓት ህዝቢ ዝውንነ መንግስቲ ኣብ ዘየብሉ ሰዓት ብዛዕባ ብዛዕባ እዚ ነገራት እዚ እንተተዛረቡ ሓቆም እዮም ስለ ዝግብኦም ኣይኮነን እኮ ግና ሓደ ትስኢሉ ከምኡ እንተተዛረበ ይትረፍ ዶ ክህልወኒ እዩ ምባል ዋላ እንተባጨወ እውን ትክክል ዘሎ ስለዚ እቲ ነገራት ነዚ እዩ ዝመስል እሞ ሓፈሻዊ ግን እዚኦም ናይ ቀርኒ ኣፍሪቃ መራሕቲ ብፍላይ ከዓ ናይ ኣብ ኢትዮጵያ ዘለው በብእዋኑ ዝመፁ መራሕቲ እቲ ክሳብ ሕጂ ኣብ ኤርትራ ዝመርሕ ዘሎ ወይ ድማ ዘመሓድር ዘሎ ኣካልን ብወገን ኤርትራ ካብ ናብ ኩናት ኣይትኺድ ክትብሎ ኩናት ግበር ክትብሎ የቐሎ ግና እዚ ህዝቢ እዚ ህዝባዊ ቀዋማዊ ስርዓት እንዳተፀበ እንዳደኸመ እንዳፀዓረ ከሎ ሕጂ ከዓ ተመሊስካ ናብ ኩናትን ናብ ህልቂትን ከእትውዎ ዝሓስቡ ዘሎ ኣካላት ልቢ ክገብሩ ምስ ዓለም ክኸዱ ዓለም ተኸዶ ዘላ ኣካይዳ ክሓስቡ ይግባእ እዩ መራሕቲ እዚኣቶም ነዚ ህዝቢ'ዚ ሽግሩን መከሩን ኣብ ክንዲ ዝኣኽሎ፣ ንሞት፣ ንህልቂት ኣብ ጸጽባሕ ዝኸዶ ዘሎ ኪደት ብሓቂ ዘጉህ ነገር ኢዩ። ዘሐጉስ ነገር ኣይኮነን። ኣብይ ኣሕመድ ዓሊ እውን ኣብ ፓርላማ ቀሪቡ ወይ ድማ ኣብ ተወከልቲ ህዝቢ ቀሪቡ ዝተዛረቦ ንላግጺ ኣይኮነን፣ ንጸወታ ኣይኮነን፣ ወይ እውን ህጻን ኣይኮነን ገዛ ገዛ ከምዚ ባሊን ጌርካ ዝጻወቶ ጸወታ ኣይኮነን ተዛሪብዎ። ናይ ኢትዮጵያ ተወከልቲ ህዝቢ ወይ ድማ እቲ ፓርላማ ዝበሃል ተኣኪቡላ ኣብ ዝነበረ ሰዓት እዩ ብዙሕ ግዜ ብሜድያ ቀሪቡ ኣብ ፓርላማ ቀሪቡ ዝዛረቡ ብዛዕባ ቀይሕ ባሕሪ ብዛዕባ ኤርትራ ክዛረብ ሰሚዕና ኢና ብዙሓት ናይቲ ዘሎ ብልፅግና ዝበሃል ኣብ ስልጣን ዘሎ ኣብ ዝተፈላለዩ ፅፍሒ ናይቲ መንግስቲ ዘሎ እውን ብዛዕባ ናይ ኤርትራ ነገር ዘለዎም ድልየት ዘለዎም ሓሳብ ምስ ኢትዮጵያ ናይ ምድማር ናይ ምፅምባር ዘለዎም ድልየት ኣንፀባሪቖም እዮም። ኣብ ግዜ ኢህወደግ እንተኾነ እውን ዓሰብ የማናት ክሳዕ ምባል ተበፂሑ እዩ። ከም ዝበልናዮ ኣብዚ ኣብይ ኣሕመድ ናብ ስልጣን ዝመፀሉ እዋን እውን ልክዕ ምስ መፀ ናብ ስልጣን የኤርትራ ጉዳይ ዝብል እዚ ዘውዴ ረዳ ዝብል የኤርትራ ጉዳይ ዝብል መጽሓፍ ብዘውዲ ረዳ ዝተጻሕፈ መጽሓፍ እውን ሽዑ ንዕዳጋ ተዘርጊሑ ነይሩ እዩ ስለዚ እዚ ኩሉ ድምር ተረኢናዮ ካበይ ዝመጸ እዩ ወይ ድማ ስለምንታይ እዩ ንዝብል ኣብ ኤርትራ ዘሎ ስርዓተ መንግስቲ ውድቀት እዩ ወይ ድማ ኣብ ኤርትራ ህዝባዊ መንግስቲ ስለይተኸልና እዩ እምበር ህዝባዊ መንግስቲ ንኤርትራ እምበር ህዝባዊ መንግስቲ ስለ ህዝቢ ዝቐውም ስለ ህዝቢ ዝሓስብ መንግስቲ ተዝህሉ ሃገር ትኣክል ቀዳማይ ሚኒስተር ዝኣክል ኣብ ቅድሚ ህዝቢ ወፅዩ ዝተዛረቦ ብሜዳ ዝተዘርግሖ ነገር ካልኦት ሃገራት ዝኾና ነይረን ኣብ ውሽጢ 24 ሰዓት ይቕረታ መሕትቶኡ ነይረን ኩላትና ከም ንፈልጦ እቲ ኣብ ኤርትራ ዘሎ ስርዓት ነቲ ዝኸበረ ፍጥረት ዜጋ ናይታ ሃገር፣ ናይቲ ሰብ ዝበሃል ፍጡር ወይ ድማ ኤርትራዊ ዜጋ ከኽብር ዝኽእል ስርዓት ክሳዕ ዘይኮነ ብዛዕባ ባሕሪ ብዛዕባ ሜረት ከኽብር እዩ ወይ ድማ ከሕምም እዩ ኢልካ ምዝራብ እዚ ለዋህነት ጥራሕ እዩ። ምኽንያቱ ቅድሚ ባሕሪ ክስራዕ ዝግብኦ ሰብ እዩ። ቅድሚ እምባን ኩርባን ክስራዕ ዝግብኦ ሰብ እዩ። ቅድሚ ሜረት ክስራዕ ዝግብኦ ሰብ እዩ። ሰብ ምስ ሃለወ እዩ ሃገር ትህሉ። ኣቐዲሙ እኮ እቲ ሰብ ክብሪ ክረክብ ኣለዎ። ኣቐዲሙ እኮ እቲ ሰብ መንግስተይ ዝብሎ ስርዓት ክተክእ ኣለዎ። ነቲ ዝኣመነሉ ስርዓት ነቲ ዝተኾለ ስርዓት ከዓ መስዋእቲ እንተኸፈለሉ እንተደኸመ እንተፀዓረ ንሜረቱ ንርስቱ እዩ ግና ብሓይሊ ዝገዝኦ ብሓይሊ ጭብጦ ብሓይሉ ንዓመታት ኣብ ስልጣን ዝነብር መንግስቲ ከዓ ኢሉ ግና ንሂወቱ ከዓ ዘየኽብርሉ ተራኺሉ በናይ መለክዕ እዚ ዘሎ ስርዓት ንሜረትን ባሕርን የኽብር እዩ ኢልካ ምዝራብ ይከኣል ስለዚ ካብ ኩንነቱ ወፃኢ እዩ ስለዚ መለክዒታት ናይ ሓደ መንግስቲ ከም ዝበልናዮ መጀመርታ ህዝባዊ ምስ ዝኸውን እዩ ንህዝቢ ከዓ ምስ ዝቐወም እዩ ስርዓት ምስ ዝህልዎ ሕግን ቀዋምን ምስ ዝህልዎ እዩ ደድሕሪ እዚ ቁፅሪ ሓደ ክኸብር ዘለዎ ኣብቲ ሃገር ናይቲ ሃገር ዜጋ ስለ ዝኾነ ወይ ድማ ሰብ ስለ ዝኾነ ኣብ ልዕሊ ዜጋታቱ ዘለዎ ክብሪ በዚ ዝዕቀን መጀመርታ ናይ ኤርትራ ግን ብዜሮ ክነርብሖ ኢና ኣብ ልዕሊ ዜጋታት ክብሪ ዝብሃል ከምዘይብሉ ኩላትና ዝሓለፈ ሰላሳን ክልተን ዓመት ኔርናሉ ኢና ክሳብ ሕጂ ውን ይቐጽል ኣሎ ስለዚ ንህዝቢ ዘየኽበረ ስርዓት ሂወት ዜጋታቱ ዘየገደሶ ስርዓት ብዛዕባ ቀይሕ ባሕሪ እንታይ የገድሶ ብዛዕባ ንቑጽ ሜረት እንታይ የገድሶ ብዛዕባ ከውሕን እምባን ጎቦን እንታይ የገድሶ ሕጂ እውን ብዛዕባ ቀይሕ ባሕሪ ክግደስ እንተኮይኑ ብዛዕባ ሜረት ክግደስ እንተ ኮይኑ ብዛዕባ ጎቦ ክግደስ እንተ ኮይኑ ንስልጣኑ መታን ክቕፅልን ኣብ ስልጣን መታን ክህሉን ሰብ ከዓ ንስልጣኑ ክብል ንክሞተሉን ጥራሕ እዩ እዚ ምዃኑ ኩላትና ክንግዘብ ኣለና እዚ ምዃኑ ተገንዚብና ከዓ ልክዕ ከምተን ካልኦት ሃገራት ህዝበን ኣኽቢረን ህዝበን ተኸቢሩ ተሓፊሩ ኣብ ዓዱን ኣብ ርስቱን ስለ ዓዱን ስለ ርስቱን ዝነብር ዘሎ ህዝባዊ መንግስቲ ተኺሉ ብስርዓትን ብሕግን ዝኸይድ ዘሎ ንህዝብና እውን ንዓድና ንቦታ ረስትና ርስቲ ቦታትና ንዜጋታትና እውን ከምኡ ክንምነን እቲ ንኽእሎ ክንገብርን ኩላትና በዚ ሓሳብ እዚ ርእስና ክቃነ ክኽእል ኣለዎ ክንገብር ዘይንኽእል ተኾይንና እውን ብውሕዱ ብውሕዱ ብውሕዱ ብሕልናና ህዝባዊ መንግስቲ ኣብ ኤርትራ ክህሉ ይግብኦ። ንህዝቢ ዝቀው መንግስቲ ኣብ ኤርትራ ክህሉ ይግብኦ። ስርዓትን ሕግን ቀዋምን ፍትሕን ኣብ ኤርትራ ክነግስ ይግብኦ ኢልና ብሕልናና ክንኣምን እቲ ንኽእሎ ክንገብር ከኣ ይግባኣና እዩ። ካብዚ ወጻኢ ነዚ ሓሳብ እዚ ክሓስብ ዘይክእል ነዚ ነገራት እዚ ክርድኦ ዘይክእል ነዚ ነገራት እዚ ኣሚኑ ሕልኑ ቀቢሩ ዝኸይድ ሰብ ተሎ ግን ብዛዕባ ባሕሪ ብዛዕባ ሜረት ብዛዕባ ጎቦ እንተተዛረበ እዚ ምናልባት ምስ ሰብ ንምቁፃር እውን የፀግም እዩ። ስለዚ ብዛዕባ ሕራ ኣይዝረብን እዩ ማለት ኣይኮነን ብዛዕባ ጎቦ ኣይዝረብን እዩ ብዛዕባ ሜረት ኣይዝረብን እዩ ማለት ኣይኮነን ግና ቅድሚ ኩሉ ክንሓስቡ ዝግባኣና ኣብዛ ኤርትራ እንብላ ሃገርናን ዓድናን ህዝቢ ብፍሕግን ብስርዓትን ብሰላም ኣትዩ ክወፅእ ክኽእል ኣለዎ እዚ ኣካይዳ እዚ እንተ ረኺቡ፣ እዚ ስርዓት እዚ፣ እዚ ኣነባብራ እዚ እንተ ምንባር ጀሚሩ፣ ስለ ባሕሩ ዘይቀውም ህዝቢ ኣይኮነን፣ ስለ ሜረቱ ዘይቀውም ህዝቢ ኣይኮነን። መን መጺኡ ቅድሚ ሕጂ ቆም ኢሉ ነይሩ? ስለዚ ሓሳባትና በዚ ክነቃንዮ። ካብኡ ሓሊፍና ግን ኣብይ ከምኡ ምስ በለ ወይ ሱዳን ከምኡ ስለ ዝበለት ወይ ድማ ፓርላማ ናይ ኢትዮጵያ ከምኡ ኢሉ ስለ ዝኣወጀ ብሕጂ እውን ካልእ ኣዋጅ እንተመፀ ብዛዕባ እቲ ኣብ ውሽጥና ዘሎ ሽግርን ብዛዕባ እቲ ኣብ ውሽጥና ክኸውን ዝግብኦ ነገራትን ካብ ምሕሳብን ካብ ምዝራብን ካብ ምጽዓርን ክነዕርፍ ኣይግብኣናን እዩ። ናይ ቀዳምነት ናይ ናይ ቀዳምነት ቀዳምነት ከኣ ናይ ገዛና ዕዮ ወይ ድማ ዕዮ ገዛና ክንሰርሕ ይግብኣና እዩ። ሐራይ እምበኣር ናይ ሎማዓንቲ ዝነበረና መደብ ነዚ ይመስል እግዚኣብሔር ንህዝብና ሰላምን ምሕረትን ራህዋን ይፍጠረሉ ካብ ሞትን ካብ ሓዘንን ካብ ሽግርን ካብ መከራን ካብ ህዝቢ ሓንሳብን ንሓዋሩን እግዚኣብሔር ኣምላኽና ይባልሃዮ ደጊምና ኩናትን ወረ ኩናትን ኣየስማዓና እግዚኣብሔር ኣምላኽና ንዓለምና ንህዝብና ንዓድናን ንርስትናን ከኣ ሰላምን ምሕረትን ይሃበልና ስብሃት ለእግዚኣብሔር ለወላዲቱ ድንግል ወለመስቀሉ ክቡር